ብጣዕሚ እዩ ደስ ዝብል ካብዚ ኩሉ ዕግርገር ካብዚ ኩሉ ኸርተት እዚ ኩሉ ግርግር ምስ ዝነበረ ብጣዕሚ ኩሉ ኦድየንስ ተጨናኒዑ ነይሩ ኣብዚ ሕዚ ግን ብጣዕሚ ብጣዕሚ ደስ ዝብል ናይ ሓጎስ መዓልቲ እዩ ለመዓንቲ ማለት እዩ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላመይ እግዚኣብሔር ይመስገን ንስኻትኩምለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማሓንቲ ከዓኒ ብሓድሽ ቪድዮ መፅኤኩም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ማለት እዩ ሓድሽትን ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክብለኩም ይፈቱ ማለት እዩ እምበኣርከ ስለ መዓልቲ ዝመፀኸሉ ብዛዕባ ሰላምና ኣፈወርቂ ብዛዕባ ኩሎም ማለት እዩ ኣጠቃልል ለቢለ ክገልፀልኩም እየ ሓቢርኩም ሰይፅንሕኹም ስካብ መጨረሻ ማለት እዩ ኣፈወርቅና ሰላም ካብ ዝበኣሱ ይኸው ብዙሕ መዓልትታት ገይሮም ኣሎ ቢያንስ ኣርባዕተ ሓሙሽተ ወርሒ ይኸውን እዩ ተዘይተጋገየ ማለት እዩ እዞም ገዛ ብጣዕሚ ዝፋተዩ ብጣዕሚ ዝፈቐሩ ከምኦም ዝተሓላለ ኣይነበረይ ማለት እዩ። ብፍቕሮም ማንም ሰብ ማንም ሰብ እዩ ዝቐንእ ነይሩ። ብጣዕሚ እዩ ሰብ በቃ ማለት ሲ ብጣዕሚ እዩ ዘድንቖም ብጣዕሚ እዩ ዝፈትዎም ነይሩ ካብ ሚድያ ማለት እዩ ካብ ባዕሊ ጀሚሩ ኣብ ዝተወሰነ መዓልትታት ግን ያው ሰላም ምስ ኣፈወርቂ ከም ዝተኣሰት ከም ዝበደላ ኣዋልድ ሲ ኣብ ስዕዲ ዘለና እንተለይስ ንባዕልና እምበር ንሓተይ ምናምን ኢልና ክነቐድም ከም ዘይብልና እንዳመኸረትና ነይራ ማለት እዩ። ማንም ማንም ሰብዚ ቅርሺ ተሃልዩካ ገንዘብካ እዩ ዝፈቲ እና መጀመርያ ንባዕልትኽን ኩና መጀመርያ ንነብስኽን ኩና ኣሓተይ እባ ግዛዕባ ይትበላ ኢላ ትመክር ነይራ ማለት እዩ ማለት ቅርሺ ቅርሺ እዩ ሓው ከዓ ሓው እዩ ማለት ቅርሺ ተህሊካ ብርግፅ ማንም ሰብ ይፈትየካ ማንም ሰብ የኽብረካ እዩ ብርግፅ ማለት እዩ በተለይ ኣብዚ ሰዓት ቅርሺ ብጣዕሚ እዩ ዘብል ኮይኑን እዩ ዝፍቴ ኮይኑን እዩ ማለት እዩ ግን ከዓነ ሓውካ ሓውካ እዩ ኣብታ ቆርፂ ሰዓትስ ደውርዩ ኣይደውርየካን ማለት እዩ ብርግፅ ማለት እዩ ከመይ ጌርካ እሞ ስለይ ትኽእል እኮ ኢኻ ስለሊ ዘይኽእለካ ኩኡ እቲ ገንዘብ ጥርሺ እትዎም እኮ ስለለይ ትኽእል ተፀጊሞም ክትርኢ ስለለይ ትኽእል ኢኻ እምበር ፈቲኻ ኣይኮንካይ ንኣሕዋትካ ይኹን ንማንም ትኹን ማለት እዩ ፈቲኻስ ኣይትህቦምን ኢኻ ማለት እዩ እና ከምዚ ከማይ ዝተዓረቐ ደስ ኢልዎም ደስ ኢልኩም ክኸውን ሲ ብጣዕሚ ከዓ ኩሉ ሰብ በቃ ማለት ኮመንት ደስ ኢልኒ ደስ ኢልኒ ምስኦም ነቢሐ እዩ ዝብል ነይሩ እቲ ማለት ስለለይ ስራሕ ኮልኩም ቪድዮ ኣይተመቸየኒ ነይሩ መዓንቲ ግን ያው ብታ ዓቕመይ ክሰርሐልኩም ማለት እዩ ካብ ወለ ሰላም ምስ ሰብኣያ ተባኢሳ ምስ ሰብኣያ ከምዚ ኮይና ኢልና ብዙሕ ሰብ እንዳተጨነቐ እንዳሓዘነ ነይሩ እዩ ማለት እዩ ግን እዚኣ ስትስግጥ እያ ነይራ እምበር ማለት እዩ ተባኢሳ ከምዚ ኮነት እንዳርእነዮ እዩ ሰብኣያ መለሲ ምስ ሰብኣያ ከም ዘላ ኣብ ሓዳራ ከም ዘላ ያው መንገድታት ጌራ ብቲ ናይ ባዕላ መንገዲ ጌራ እንዳርኣየትና ማለት እዩ እንዳ ዋላ ብኣፋ ኣይትናገር ተርእየና ኣላ ኩነታቱ ማለት እዩ ስጀመር መጀመርያ እውን ከምኡ ንክትበሃል ግበራ ባዕላ ባዕላ ብዘምፀቶ ባዕላ ብልፈጠረቶ መንገዲ እዩ ባዕላ ብዝተዛረበቶ እዩ ሰብ ሰብኣያ ምስ ሰብኣያ ተፋቲሓ ሰላም ከምዚ ኮይና ዝብል ነበረ ካብ ባዕለ ጀመሩ ዝብል ነበረ እሳ ብዝሰርሐቶ ቪድዮ እዩ ነይሩ እምበይ ማንም ሰብ ካብ ሓዳሩ ክፈታሕ ካብ ሓዳሩ ናብ ካልእ ሰበይቲ ይኸይድ ወድን ሰበይትን ገዲፉ ክኸይድ ማንም ሰብ ደሰ ይብሎን ማለት እዩ ካብ ባዕለ ጀሚሩ ደሰ ይብለኒ ናይ ሰብ ውድቀት ወይ ከዓ ናይ ሰብ ሕመቅ ክምነ ኣይደልን ኣይክእልን እውን ማለት እዩ ንምንታይ ከምዚ ኩሉ ግዜ ዝብለኩም ሓደ ነገር ክትሓስብ ከለኻ ንባዕልኻ እዩ ተመሊሱ ንኣኻ እዩ ዝጎደእካ ቤተሰብ ንማንም ንማንም ኣይኮነን ንባዕልኻ እዩ መጀመርያ ዝጎደእካ ንሓደ ሰብ ሕማቅ ክትሓስበሉ ከለኻ ዘይ እቲ ሕማቅ ዝሓሰብካዮ ተገልቢጡ እዩ ናባኻ ዝመፅእ ማለት እዩ ሰሚዕኹም ዋኹም ኣዛ ንባዕሉ እንታይ ትብል ነይራ ሰላም ኣብዚ ሕግርግር ግዜ ዳሃለወ ይቅርታ ቤተሰብ ኣብዚ ዕግርግር ግዜ ናሃለዊ ምስዞም ኣሓተይ ሰላም ኮይኑስ ተኣኪበ መኣዲ ዶ ክበልዕ ይኸውን ዋላ ንበኣስዋ ዋላ ንበኣስዋ ሰሚዕኹም ወዶ ናይ ቃልካ ወይ ከዓ ናይ ኣፍካ ፍረ ከም ትዓፅድሲ ተረዲኡኩም ዶ ይኾን? ብኣፋሲ ዋላ ንበኣስዋ እንዳበለት ነይራ። ሕጂ ግን ትሪእዎ ኣለኹም ተባኢሳ ነይራ ማለት እዩ። እንኳዕ ተባኢሶም ኣይምቐረዩ ሓደ ኣብ መንጎኻ ወላዲኻ ሕርር ይብል ንስኻ እውን ተጨኻኺንካ ኣይትጨኻኸኒ ከመይ ጌርካ ስጋ እንድዩ ከመይ ገይሩ ተጨኻኺንካ ክትጨኻኸን ኣይትኽእል ግን ኣብ መንጎኡ እታ ሰበይቲ ሓሪራ ነይራ ኣቦነት ማራ ካብ ድኻ ትበልዐካ እሶም ክልተ ደቃ ኮይኖም ያው ሒምሒም ክበሃለ ከለዉ ሰላም ዘይኮርድ ከሎ ምስ ናይ ክጠፍእ ከሎ ብጣዕሚ እዩ ዘናደካ ቤተሰብ ማለት እዩ ብጣዕሚ እውን ዘሕርቀካ ማለት እዩ እና ካብ ዝኹሉ ዕግርግር ካብ ዝኹሉ ውፃእ ወረድ ዝኹሉ እንትን ፈንጣሕጣሕ ነበረ እሱ ኩሉ ሰይጣን ተረጊፁ ኣሎ ማለት እዩ። ኩሎም ኮይኖም ባሕር ኮይኖም ኣብዛ ገዛ ሲ መዓት እዮም እኒው ማንም ሰብ ካብ ደገ ከየምፀኡ ብናይ ባዕሎም ክሰርሑ ይኽእሉ እዮም። ሚድያ ክቆፃፀርዎ ይኽእሉ እዮም ተጎቢዞም ማለት እዩ። ቅድሚ እዚ ትሪእዎም ብጣዕሚ እዮም ደስ ዝብሉኻ ይሰርሑ ነይሮም። ኣብዛ ለመቕነ ኣብዚ ነዋርሕ እዚአን ዘምፀእዎን እዩ እምበር ዝሮ ዝሮ ዘዋርሕ እኳ ያው ምስ ኣፈወርቂ እያ ተቂሳ ነይራ ግን ምንም ጸጥ ኢሉ ነይሩ ያው ኣብዛ ለመቕነ ግን ያው ሱቕ ኢሉ እሳቶም ምስ ዝቤኒጀን ተቓተልና ተሓረድና ተጨፈለቕና ይብሉ በቲ ከዓኒ ሰላም ያው ትናገሮ ዝነበረት ንግግር ደስ ኣይብልን ነይሩ ዝሮ ዝረዋ ደሰ ይብሉ ነይሩ ኩሎም ተሓቢሮም ብርግፅ ከምዙ ተሓቢሮም ብሓንሳብ ኮይኖም ተሰሪሖም ሲ ንኩሉ ነገር ከሸንፍዎ እዮም ንኩሉ ነገር ክሰግርዎ እዮም እቱ ኣይድያ እውን ሲ ተሓቢርካ ብሓደ ተኮይንካ ይመፀልካ እዩ ብርግፅ በበይኖም ተኮይኖም ክጠፍኦም ይኽእል እዩ ግድን ኣይኮን ናይ ዩቱብ ቀሊል ኣይኮነ ዩቱብ ክሰርሕ ከለካ ኣይድያ ያው ብዙሕ ይጠፈካ እዩ እና ሓቢሮም ተኮይኖም ግን እቲ ሓደ ሓደ ሓሳብ ክምፅ እቲ ሓደ ሓደ ሓሳብ ክምፅ እዩ ሓቢሮም ሲ ክሰርሑ ክዓብዩ ይኽእሉ እዮም ማለት እዩ ሰብኣያ እውን ይቅርታ ኢሉ ተመሊሱ ይመስለኒ ከምዚ ዝሪኦ ዘለኹ መልቲ ከምዚያሲ ኣይተዋፅእን ከምዚያሲ ኣይተዋፅእን እያ ኢሊ ግዲ ገዛ ይተሐሸኒ ዓደይ ወደይን ሰበይተይን የዋፅኒ ንኦም ገዲፈስ ናበይ ክኸይድ ግዲ ኢሉ ያው ኣብ ገዛ ከም ዘሎ ንርኢ ኣለና ኢና ማለት እዩ። ብዝኾነ ይመቸዮም።

ነገር መካም ቤተሰብ ለማንኛው ብጣዕሚ ደስ ዝብል ቪድዮ ለማዓንቲ ሒዘልኩም መፅአ ነይራ ኣብ ቀፃሊ ቪድዮና ክሳብ ንራኸብ ድማ ላይክ ሳብስክራይብ ሸር ግበሩ ኢኹም ማለት እዩ ኣይክፈለይ ኣበረታትዕኒ ስለተበረታትዕኒ ብጣዕሚ እየ ዘመስግን ልተበረታትዕኒ ማለት እዩ ኣትም ርኢኹም ስኢልኩም ትሓልፉ ከዓኒ ልምንታይ ኣይትኸፍሉልይ ላይክ ግበሩ ሳብስክራይብ ግበሩ ስለ ዝነበረና ፅንሒት ብጣዕሚ እየ ዘመስግን ሰሰነዩ ንዓኹም ባይ ባይ